ኤርትራ ወደብ ምጽዋዕ ኣጽዋራት ከም ዝተራገፈ ተገሊጹ። ወደብ ምጽዋዕ ንትግራይ ዝኸውን ኣጽዋራት ኣብ ምእታውን ይሰርሕ ከም ዘሎ እውን። ናብ ትግራይ ገጻ እትትኮስ ጥይት ቀጥታ ንኤርትራ ኲናት ምእዋጅ ምዃና ኣጥዕዩ ይፈልጥ እዩ። ተጋሩ ኮይና ኣሕና እውን ተጋሩ ኢና። ኣብቲ ግዝያዊ መንግስቲ ዘሎ እኮ ካብ ሰራዊትን ካብ ህወሓትን ዝወጹ ተጋደልቲ እዮም። ኩላህና ተጋደልቲ ኢና። ስለዚ ክንዕቀን እንድሕር ኮይንና በብውዳበና ከም ተጋደልቲ ንተዓቀን። ኦህ መቐለ ርሕኹማ ኣቲናያ ትግራይ። ሰላማት ከመይ እንዲኻትኩም።
ብሎማዓንቲ ዕለት ብወደብ ምጽዋዕ ኤርትራ ናብ ትግራይ ዝኾነ ኣጽዋር ከምዝኣተወ ናተሓበረ እዩ። ብዛዕባ እዚን ካልኦት ኣዘራራብቲ ዘለዉ ጉዳይን ክንርኢና ነዚ ቻናል እዚ ሰብስክራይብ ከምኡ ውን ነዚ ቪድዮ እዚ ላይክ ላይክ ምግባርኩም ከይትርስዑ ናመደብ። ኤርትራ ንሃገራዊ ኣገልግሎት ዝምልከት መግለጺ ከም ዘውጸእት ተሓቢሩ። ሃገራዊ ኣገልግሎት ኤርትራ ከም ኣካል ናይቲ ድሕሪ ናጽነት ዝነበረ ናይ ምክልኻልን ዳግመ ህንጸትን መድረኽ ምዃኑን ኣብ ኣመስራርትኡ ምእዋጁን፣ ቅንጣብ ጸገም ከም ዘይነበሮ ሚኒስተር ወጻኢ ጉዳይ ኤርትራ ሓቢሩ። ሃገራዊ ኣገልግሎት ኤርትራ ድሕሪ ናጽነት ዝወጸ መምርሒ ምዃኑን ከም ግቡእ ፖሊሲ ናይቲ ኣዋጅ ሓደ ኣባል ሃገራዊ ኣገልግሎት ንዓመትን መንፈቕን ጥራይ ከግልግል ድሕሪኡ ሃገራዊ ግቡኡ ከም ዘማልኣ ተቖጺሩ መሰላቱ ከም ዝረክብን ዘኽእል ምንባሩ'ውን እቶም ናይ ሚኒስተር ወጻኢ ጉዳይ ምንጭታት ይሕብሩ። ኣዋጅ ሃገራዊ ኣገልግሎት ኤርትራ ድሕሪ ኲናት ኢትዮጵያን ኤርትራን ኣብ ሽሕን ትሽዓተ ሚእትን ቴስዓን ሸሞንተን ኣብ ምልክት ሕቶ ክኣቱ ምጅማሩን ኣብቲ ኲናትን ወረ ኲናት እውን ካብ መምርሒኡ ከም ዝወጸ እውን መግለጺ ሚኒስተር ወጻኢ ጉዳይ ክሕብር እንከሎ ድሕሪ ኲናት ኣብ ዝነበረ ግዜ ናይ ኣልጀርስ ስምምዕ መሊኡ ብዘይ ምፍጻሙ ኣባል ሃገራዊ ኣገልግሎት ናብ መንበሪ ገዝኡ ክምለስ ከም ዘይከኣለ እውን እቲ መግለጺ ወሲኹ ይሕብር። ሃገራዊ ኣገልግሎት ግዴታ ክኸውን ዝኽእል ኣህጉራዊ ዓንቀጽ ከም ዘሎ እውን ዝሕብር እቲ መጽናዕታዊ ጸብጻብ ሚኒስተር ወጻኢ ጉዳይ ኤርትራ ዓንቀጽ ሓምሳን ሓደ ቻርተር ሕቡራት ሃገራትን ድንጋገታት ውዕል ቁጽሪ ዕስራን ትሽዓተ ኤልኦን ነቲ ድንጋገ ከም ዝድግፍ ይሕብር። ፖሊስ ጸጥታ ኤርትራ ብሰንኪ ዞባዊ ግጭትን ዘይዓርፍ ስክፍታታት ግዝኣታዊ ልኡላውነትን ኣብ ምልክት ምእታውን ምቑራጹ'ውን ዘምልክት እዚ ጽሑፍ፣ መንግስቲ ኤርትራ ብተዛማዲ ውሑድ ሰራዊት ክሕዝን ዝበዝሐ ሲቪላዊ ዕቁር ዓቕሚ ከምዕብል ዝነበሮ መደብ ክሰናኸል ምኽኣሉ'ውን ብተወሳኺ ገሊጹ። ኤርትራ ብሰንኪ ግዱድ መወዳእታ ዘይብሉ ሃገራዊ ኣገልግሎት፣ ግዳይ እገዳን ቀጻሊ ክስታት ኮይና ምጽንሓ ዝፍለጥ ኮይኑ፣ እዚ ኣብ ኤርትራ ዝግበር ግዱድ ሃገራዊ ኣገልግሎት ንብዙሓት መንእሰይ ንስደት ምክንያት ከም ዝኾነ ክግለጽ ጸኒሑ እዩ። ኣብ ኤርትራ ወደብ ምጽዋዕ ኣጽዋራት ከም ዝተራገፈ ተገሊጹ። ናይ ሱዳን ወደብ ፖርት ሱዳን ኣብ መፋርቕ ክልተ ሽሕን ዕስራን ሓሙሽተን መጥቃዕትታት ካብ ዝበጽሖ ኣትሒዙ ክህቦ ዝጸንሖ ኣገልግሎት ብዕጽፊ ምውሳኹ ዝንገረሉ ናይ ኤርትራ ወደብ ምጽዋዕ ኣብዚ ቅንያት ብርክት ዝበለ ኣጽዋር ከም ዘእተወ ምንጭታት ይጠቕሱ። ብወደብ ምጽዋ ዝኣተዋ ናይ ቤላሩስ ናይ ጽዕነት ነፈርቲ ክራገፋ ክረኣያ ምጽንሐን ዝሕበር ኮይኑ፣ ናይ ሳተላይት ስእልታት ከም ዘነጽሮ እተን ናይ ጽዕነት ነፈርቲ ኣጽዋራት ተሰኪመን ከም ዝመጻ ከም ዝሕበርወን እቶም ምንጭታት ይውስኹ። ናይ ኢራን ናይ ጽዕነት ነፈርቲ'ውን ኣብቲ ወደብ ክረኣያ ምጽንሐን ዝሕበሩ እቶም ናይ ኢትዮጵያ ምንጭታት፣ ወደብ ምጽዋ ንትግራይ ዝኸውን ኣጽዋራት ኣብ ምእታውን ክሰርሕ ከም ዝጸንሐን ይሰርሕ ከም ዘሎ'ውን ብተወሳኺ ይኸሱ። የሕዋትኩም ስዕሞ ዘሉኹም ናይ ጽዕነት ነፈርቲ ማለት እዩ ምጽዋዕ ዝባሃል ናይ ኤርትራ ወደብ ከም ዝዓርፋ ዘለዋ እዩ ዝሕበር ዘሎ ደቂ ዓበይቲ ኢኹም ስዕሞ ዘሉኹም ከምኡ ውን ናይ ኢራን ናይ ጽዕነት ኣጽዋር ዝሓዛ ከም ዝዕርፋ ዘለዋ እዩ ዝሕበር ዘሎ ኹም ስዕሞ ዘሉኹም እዚ ኣጽዋር እዚ ድማ ብወገን ኢትዮጵያ ዝወጽእ ዘሎ ሓበሬታ ድማ እዚ ኣጽዋር እዚ ብኤርትራ ጌሩ ናብ ትግራይ ከም ዝኣቲ ዘሎ እዩ ዝሕበር ዘሎ ደቂ ዓበይቲ ንቐጽል። ተጋሩ ኮይና ሕና ውን ተጋሩ ኢና ሰላ ክፍለ ሰራዊት ሰላ መንግስቲ እዚ ጸጋ እዙይ ዝለምለም ዳስ እዙይ ተረኺቡ ንኹሉ ዝሓዋውስ ንኹልና ዝሓውስ ተጋሩ ተጋሩ ኮይና ሕና እውን ተጋሩ ኢና ቋንቋና መውስበና መልክዕና ሓደ እዞም ከፋፊሎም ዝሰርሑ ሰባት ምኽታል እያ እታ ቁሩብ ጸገም ዘምጽአት ምርሓደ ኢና።
በል ሓዝ ሻዕቢያ ዋላ እንተልጊሱ ኣብ ስልጣን ዝመጽእ ዋርሳይ ዝበሃል ካልኣይ ሻዕቢያ ኣሎ። እቲ ወናብር ዋናታቱ ፈሊጡ እዩ። ክደግመልካ እየ መንግስቲ ሻዕቢያ እዩ፣ መሰጋገሪ መንግስቲ ባዕሉ ሻዕቢያ እዩ። መጻኢ በዓል ሽመት ሃገረ ኤርትራ ድማ ዋርሳይ ይበሃል። ቀለመ ወርቅ ብልሳነ ወርቅ እብለካ ኣለኹ ኣብ ድያርኻ ኣስፍሮ ወራስ ዝፋን መጻኢት ኤርትራ ዋርሳይ ሎቕማጽ ኣይበልኩኻን

ሰውራን ኣገባቡን፣ ጽንዓትን ትርጉሙን፣ መኸተን ውጽኢቱን፣ ንቕጽናን ክብረቱን ክምህሩ ፈቖዶ ዩኒቨርሲታት ኣብ ምዝውዋር ክሓልፍ እዩ ግዜኦም። ወመዓሰላማ። ሃገርን ሓፋሽን ዝማእከሉ ጽገና ድኹም ጎኒ ጀምሮ እሞ ኩሉ ይስዕቦ። ኣብዚ እዋን ብዙሕ ዘይነስተማቕሮ ዘለና ሓይሊ ሻዕብያ ጽባሕ ክርድኣና እዩ። ብኣንጻሩ ኣብዚ እዋን ክግበር ዝነበሮ ድማ ጽባሕ ከጣዕሰና ክእል እዩ። እዚ ባህርያዊ ነገር እዩ። እቲ ምስጢር እምበኣር ኣብዚ እዩ ዘሎ። እቲ ኣብዚ እዋን ክንልውጦ ዘይንኽእል ነገር ብዙሕ ኣይንጨነቐሉ። ንግዜ ንግደፎ። ካብ ነብስና ጀሚርና ክንልውጦ ዝግብኣናን እንኽእልን ነገራት ግና እልቢ ከም ዘይብሉ ዝፈተነ እዩ ዝፈልጦ። ግና ከምቲ ገመል ጉዕዞና ንቕጽል። ምኽንያቱ ድሕሪ እቲ ዓብዪ ናጽነት ናጻ ክንኮነሉ ዝግባእ ካልእ መሓዩራት ኣሎ። ሓዝ ካብ ብኽነት ግዜ ናጻ ንኹን፣ ካብ ትህኪት ተጉላባነት ናጻ ንኹን፣ ካብ ሕሜትን ጠቐነን ናጻ ንኹን ካብ በለካ ለኽዓካ ናጻ ንኹን ካብ ትሕቲ ሃገራዊ ስምዒታት ፍጹም ናጻ ንኹን ካብ ግናይ ኣመላት ናጻ ንኹን ካብዝን ካልእን ናጻ ብምዃንና ጥራይ ክንልውጦ እንኽእል ነገራት ብዙሕ ምዃኑ ምግንዛብ የድሊ። ብዛዕባ ዓሰብ ብዙሕ ተዘርዩላ ካብ ሎሚ ናጋ ክጅምርዋ እዮም እታ ኩናት ኢልና ንምንታይ ተሪፋ ይመስለኩም? ንምንታይ ተሪፋ ስለለይደልያ ዓሰብ ስለ ዘይደልያ እታ ባሕሪ ስለ ዘይደልያ እታ ፅምዶ እያ ጠንኪራ እታ ፅምዶ ጠንኪራ እተን ዘለዋ ዓቕምታት እውን ተወዲበን እንተዘጀሚርዋ መወዳእታ ኣብ ባዕሉ ከም ትኸውን ስለ ዝፈለጣ ብይሕደር ኣፅኒሕዋ ይሓደጋ ይኸዘለ እሺ ፍተትልቲ ከም ትዕዘብዎ ዘለኹም ሳላ ጽምዶ ዓሰብ ድሒና እዩ ዝብል ዘሎ ሓውና ኣባል ሕወሓት ዝኾና ብልቅጽል ኣነ እውን ሓደ ሕቶ ኣለኒ ሳላ ጽምዶ ምዕራብ ትግራይ ከ ድሒና ዶ ሳላ ጽምዶ ዛላምበሳ ድሒና ዶ ብልቅጽል ኣብ ትግራይ ዝግበር ዘሎ ጽላለ እናቀጸለ እንድዩ ዝኸድ ዘሎ ሓንቲ ኣደና እውን እንታይ ትብል ዘይጋደል ኣይወለድ ትብል እዛ ቪድዮ እዚኣ ንከታተል። ዘይጋደልን ዘየጋድልን ሰብ እንታይ ሰው ክበሃል ይኽእል? እንድዒ ዘይምውላዱ እውን እንተሓሸስ እንታይ ክብል ነይሩ እየ ኢለ ክገልፃ ዝደሊ። ንጋደል ነጋድል ብለጅስቲክስ ይኹን ብንዋት ይኹን ብዝኾነ ይኹን። እሺ ፍትክትልቲ ከም ትዕዘብዎ ዘለኹም እዛ ኣደና እዚኣ ታይ እያ ትብል ዘላ ታይ ዓይነት መልእኽቲ ኢኹም ተሕልፉ ዘለኹም ማለት ህዝቢ ሙሉእ ኣኪብካሲ ዘይጋደልስ ኣይወለድ። ዋእ ኣደይ እሞ ተወሊደ እኮ ተወሊደ ምናልባት ቐጻሊ ን ከይኾን ይኽእል እዩ ግን ተወሊደ ምግዳል ድማ ግዴታ ይኾነይ ግዴታ ይኾንኺ ኣነ እቶም ኣብ ስልጣን ዘለዎ ወንበሮም ልክሕዙ ክሉ ኣነ ግድን ይኾንኩ መስዋእቲ ክኸፍል ዘለኒ መስዋእቲ ዝበሃል እባ ግዴታ ዘይኾነ ምንባር እዩ ግዴታ ህይወት ሓንቲ ግዜ እያ ከዚሲ ንትግራይ ዘይኾነ የለ ንትግራይ መስዋእቲ ለይኸፍልታ ክኾን ትብሉ ሰባት መስዋእቲ እኮ ሓንቲ ግዜ እያ ካልኣይ ዝፍጠር ሰብ የለን ብልቕፅት ድማ ርኢናኩም ኢና ትማሊ መስዋእቲ ተኸፊሉ እቲ መንእሰይ ዝኩሉ ዋጋ ከፊሉ እንታይ ኣብ ምንታይ ከም ዝደብርኹምዎ ሪኹም ኢኹም ብልቕፅል እዚ መንእሰይ እዚ እንታይ እዩ ዝሕሾ ፈሊጡ እዩ እንተደልዩ ክጋደል እዩ እንተዘይደልዩ ድማ ኣይጋደልን ግዴታ ይኾነ ምግዳል ግዴታ ይኾነ መስዋእቲ ምኽፋል ግዴታ ይኾነ ሓደ መንእሰይ ኢዱ ዝቑረፅ ብልቕፅል እዚ መንእሰይ እዚ ኣብ ኩናት ጥራሕ ዲኹም ትደልይዎ ኣብቲ ልምዓት ትደልይዎ እንዲኹም ከዚ እዚ ኣደና እዚኣስ እንታይ ዓይነት ገንዘብ ክኽፈለኪ እዩ ስለ ዝተባህለት ወይ መሬት ክወሃበኪ እዩ ስለ ዝተባህለት እያ በቃ ትጉስጉስ ዘላ። ናብ ትግራይ ገጻ እትትኩስ ጥይት ቀጥታ ንኤርትራ ኩናት ምእዋጅ ምዃና ኣጥዒ ይፈልጥ እዩ። ጎሞቹ ኣበይ ንጽበየካ ከም ዘለና ትፈልጥ ስለ ዝኾንካ እዚኣ ከም ቆልዓ ሓሲበ ክሓልፈልካ እየ። ካልእ መዘዝ ከም ዘለዋ ስለ ዝፈልጥ እየ ዝውን። ለባም ግን ተረዲእዋ ኣሎ። ምስዚ ተኣሳሲሩ ድማ ይብል ጎሞቹ። ጸረ ኢትዮጵያዊ ጸረ ኢትዮጵያ ሆኖ ኣንገቱን ለፈርኡን ቀንበር ሰጥቶ፣ ጸረ ኢትዮጵያ ኮይኑ ክሳዱ ንኣርዑት ፎርኦን ሂቡ ኣብ እንግድዕኡ ናይ ፎርኦን ኣርዑት ተሰኪሙ ንኢትዮጵያ ክሓርሳ እየ ንሰላም ኢትዮጵያ ክዘርግ እየ ኢላ ትመጽእ ጉጅለ እንተሃልያ እቲ ቀዳማይ ነገር ከይተሓርሰ ቃዲሩ ብማሕረሻ ፎርኦን ክሕረስ ዝተዳለወ ቁራስ መሬት ኢትዮጵያ የለን ይብል። ጾም ኣድሮ

ስብስቡ የተለያየ ማንነት ስብስብ። ኣቐዲመ ኣቦኣን ኣቦሓጎኣን ዝፍለጥ እዩ ከም ዝበልኩዎ፣ እዚ ናይ ዝተፈላለየ መንነት ምትእኽኻብ፣ እቲ ምትእኽኻብ ድማ ፈርኦን ኣርዑት ዝጸዓነኒ በቲ ዝጸዓነኒ ኣርዑት ናብ ኢትዮ ክላ እዚ ሃለውለው እዩ። ሓደ ነገር ግልጺ ክገብረልኩም፣ ኣብ ሰራዊት ዘለና እኮ ተጋደልቲ ኢና።
ኣብ ህወሓት ዘለዉ እኮ ተጋደልቲ እዮም። ኣብቲ ግዝያዊ መንግስቲ ዘሎ እኮ ካብ ሰራዊትን ካብ ሕወሓትን ዝወፁ ተጋደልቲ እዮም። ኩላና ተጋደልቲ ኢና። ስለዚ ክንዕቀን እንድሕር ኮይንና በብውዳበና ከም ተጋደልቲ ንተዓቀን። ካብ ደቂቀ እስጢፋኖስ ጀሚሩ ዋላ ቅድሚኡ እስካብ ሕዚ ማለት ኣነ ምንም ክርደን ለይካለ ንምንታይ ኣዶ ትግራይ ዳነብዐት ትነብር መልሲ ለይግነ ኩሉ እስካብ ሕዚ ማለት ንምንታይ እዩ እቲ መንእሰይ እዚ ኩሉ ግዜ መስዋእቲ ዳኸፈለ ነብር ኣይርደን እዩ ንምንታይ ኢና ኩሉ ግዜ ናብ ጦርነት ንኣቲ እሱ ክሕሰበሉ ይግባእ ክፅንዕሉ ኣለዎ ማለት ንምንታይ ኢና ኩሉ ግዜ ከምኡ ለጋጥመና ክቡር ኣያና እስኻ ኣብ ሰለስተ ማዕራፍ ተሳቲፍካ ኒኣ ክኾን ድዩ ነይሩ ውሃምኡ መናእሰይ ሕዘው ዝለሎ መንእሰይ ኩሉ ተጋዲሉ መስዋእቲ ከፊሉ እቲ ብህይወት ዝቐረየስ ቀፃለ ድዩ እንታይ ዋስትና ኒኤና ኣነ ኮ ገርመኒ እዩ እንታይ ዋስትና ኒኤና ዝተወለደ ኣነ ለወለዱ ክወደይሲ ድሕሪ ዓሰርተ ሸውዓተ ዓመት ድሕሪ ዕስራ ዓመት ናብ ቃልሲ ተመለስ ይሳተፍ እንታይ ዋስትና ኣነ እዚ ብሀመይ መንገዲ ክንቐርፎ እስካሕ ዝለይተመለሰለይ ጥያቄ ማለት ዋላ መንእሰይ ትግራይ ይኹን ህዝቢ ትግራይ ብሓፈሻ ማለት እዩ ህዝቢ ትግራይ ስለልክን እቲ መንእሰይ ልሓቁፍ ስለልኾነ ኣብ ጦርነት ኣብ ውግእ ሓድነት ኣይጥንክር እዋ ካብታ ጦርነት ውፅእ ተለና ንምንታይ እዚ ሓድነት ፈርስ መልሲ ስለድልዮ ማለት እዩ ብጣዕሚ ልገር ጦርነት ይበሃል ተሎ ሓደ ይኾን ህዝቢ ትግራይ ኣብቲ ናይ ልምዓት ስራሕቲ ልተፈላለየ ተሓሳስባ ሒዙ ይመፅእ ማለት እዩ ብፍላጥ ብዘይፍላጥ ህዝቢ ትግራይ ቅድሚ ክልተ ዓመታት ብፀላኢ ብቶም ኮርና ልመፁ ብቶም ካጥፉና ልመፁ ይርገፅ ይድጉደግ ይውቃዕ ነይሩ ከዓዱን መውፅዒ ስኢኑ ነይሩ ንምንታይ ብቶም ቀንዲ ፀለእትና እሶም ፀለእትና ስለዝኾኑ ፀላኢ ስለለለዋ እዛ ከተማ ኣይንወፂ ነይርና ካብ ዓድና ካብ ገዛና ኣይንወፂ እዚ ከዝውን ከህዝቢ ትግራይ ኣይደቀቀ ኣይለቀቀ ብመን ብሓሽሻት ብልትፈላለየ ሱሳት ዝተፀመደ ወጣት ስለዳፍረና ስነ ምግባር ዘይብሉ ወጣት ስለላፍረና ዓዶ ትግራወይቲ ከዝን ቤተክርስትያን ክትሳለም ከይትኸድ ሃንግ እናፈርሐት ዝተሓደረሉ ግዜ ሞባይል ይኹም እንጥልኒ እዮም ኽሳደይ ኽበሽዑኒ እዮም እናበለት እዚ ኣብ እዝና ልትንጠልጠለ ወርቂ ልምግዳፍ እዝና በሺዖም እናኸዱ ዓሰርተ ቐርሽ ንምግናይ ብካራ በዝሊጎም ሰባ ኣስፋልቲ ተታ ኣቢሎም እናኸዱ እዚ ፀጥታ ደፍሪሱ እናሃለ ብዛዕባ ኢኮኖሚ ምውጋዕና ንኣይ ከንትነት እዩ መጀመርያ ኢኮኖሚ እንድሕ ክናውግዕ ኮይንና ብዛዕባ ልምዓት እንድሕ ክናውግዕ ኮይንና ህላወ ህዝቢ ትግራይ ክቅድም ኣለዎ ህላወ ህዝቢ ትግራይ ከዚ ዶ ኣንጠልጥሊ እንሆ ህዝቢ ትግራይ ፖለቲካውን ወታደራውን መራሕቱ ምስኣን ክጅምር ከሎ ውዳብኡ እውን ምንካእ እዩ። ብዝተፈነወ መንገዲ ዝሓሰብካዮ ኣይትበፅሕን። ብዝተወደበን ብብቑዕ ኣመራርሓን እዩ። ኣብዚ ክሳብ ክንደይናይ ኣርሒቕኩም ትጥምቱ ምናምን ዝበልካ ሓቂ ከኣ ሊሚቴሽን ኣሎ ኣብ ትግራይ ናይ ኣመራርሓ ናይ ነዊሕ እዋን ስትራተጂክ ሊደርሺፕ ጸገም ከም ዘለና ኣብቲ ፖለቲካ ይኹን ኣብቲ ውትድርና ርኢናስ ንዕኡ ንምስትኽኻል ከመይ ንግበር እንዳበልና ንሰርሕ ኣለና። እዚ ማለት ግን የብሉን ማለት ኣይኮነን። ስትራተጂ ኣለና ነቲ ስትራተጂ ንትግብረሉ ናይ ባዕልና ታክቲካል ፕላን ኣለና። ነቲ ሕጂ ዘሎ ጠላሊ ዞባውን ሃገራውን ብሄራውን ኩነታት ገምጊምና ዘውፃናዮ ስትራተጂ ኣሎ። እሱ መሰረት ጌርና ኢና ንኸይድ። ብዓይኒ ዕሙተይ ኣብ ትግራይ ኣይኽየድን። እዚ ካብኡ ንላዕሊ ምስቲ ሕጂ ዘሎ ጭቡጥ ኩነታት ተዛሚድና ካብኡ ንላዕሊ ክኸይድ ኣለዎ። ኣብ ፖሊሲ፣ ኣብ ስትራተጂ፣ ኣብ ነቲ ስትራተጂ ዘፍጽሙ ስልትታት እንታይ ምምዕራያት ይግበር? ብቐጻሊ እቲ ክልል ዝመርሕ ገዛኢ ፓርቲ ኣሎ። ምክንያቱ ሕጂ ዘሎ ግዝያዊ መንግስቲ ባዕሉ ሓምሳን ሓደን ፕላስ ብቲፒኤልኤፍ ዝምራሕ እዩ። ስለዚ እቲ ፓርቲ እውን ብቐጻሊ ንባዕሉ ገምጊሙ ይመዓራረ፣ እቲ መንግስቲ እውን ካብ ዝተፈላለዩ ካብ ሰራዊት ይኹን ካብ ምሁራት እና ካብ ካልኦት ኣካላት ተዋጻጺ እቲ መንግስቲ ከዓ ዝምርሐሉ ናይ ባዕሉ ቻርተር ኣሎ፣ ናይ ባዕሉ ፕሮግራም ኣሎ፣ ናይ ድሕነት ፕሮግራም ናይ ባዕሉ ፕላን ኣሎ ፕላን ንሱ በብደረጅኡ ትመያየጡ ትኾኑ ንስኹም እውን ስለዚ ንሱ እውን ኣሎ ስኢለ ኣይኮነን ዝኸይድ እቲ መንግስቲ እውን እቶም ዝቐረዩ ግዛእታዊ ሓድነት ናይ ተጋሩ እቲ ህዝብና ምምላስ ከዓ ብግልፂ ካብቶም ቀደምቲ ናይቲ ግዜያዊ መንግስቲ ፕሮግራማት እዮም ዝለ ይስርሐሉ ኣሎ እንታይ ጉድለት ኣሎ እቲ ጉድለት ከመይ ንመላእዮ ኣብ ውሽጥኹም ከመይ ኢኹም ተማየጥኩም ኣብ ውሽጥና እንዳተማየጥና ኢና ንኸድ ሓደ ነገር ግልፂ ክገብረልኩም ኣብ ሰራዊት ዘለና እኮ ተጋደልቲ ኢና ኣብ ህወሓት ዘለዉ እኮ ተጋደልቲ እዮም ኣብቲ ግዝያዊ መንግስቲ ዘሎ እኮ ካብ ሰራዊትን ካብ ሕወሓትን ዝወፁ ተጋደልቲ እዮም። ኩላና ተጋደልቲ ኢና። ስለዚ ክንዕቀድ እንድሕር ኮይና በብውዳበና ከም ተጋደልቲ ንተዓቀድ። ትኽክል ደሰሪሕና ይሰራሕን ተዘየለ ዘመንጎ ሓደ ሓደ ግዜ ዝበሃል ፕሪንስፕል መሰረት ጌርና ናይ ህዝብና መሰረታዊ ሕቶታት መሰረት ጌርና እንዳ ገምገምና እንዳ ኣማዓራረና ንኸይድ ዘለና ምዃንና ካፍቱ ዘሎ ጸገም ንላዕሊ ውን እቲ ዝውረ ውን ይበዝሕ ሓቂ ንምዝራብ ግን ድሓን ሕጂ ንሱ ገዲፍና ኣብ መሬት ወሪድና ምስ ህዝብና ኮይንና ዘለውና ጸገማት እንዳ ፈታሕና ንቕጽል ኣለና በዚ ተኣማመኑ ደምናን ኣዕጽምትናን ኣብ ኩሉ መሬት ትግራይ እዩ ዘሎ ንስውኣትና ነኽብር እንተኢልና ሓድነት ተጋሩ ኣኽቢርና ኣብ ውሽጥና ዘሎ ጸገም ንፈትሕ ኣብዚኣ ቀዳዳ ክረኽቡ በል እንድዮም ዝብሉ ኖእ ንበሎ። ስነ ልቦና ትግራዋይ ናይ መላእ ገጠርን ከተማን ስነ ልቦና ትግራዋይ ከኣ ነዙይ ዝቕበል ኣይኮነን ዋላ ዲያስፖራ ኩሉ ትግራዋይ።
ኦው መቐለ እንታይ ኢኹማ ኣቲናያ ትግራይ መቐለ ዓድና ኣቲናያ እንታይ ኢኹማ እታ ፀሓይ ወፂኣ መቐለ ኣሉላ ኣባነጋ ኢንተርናሽናል ኤርፖርት ትብለላ በፂሕናያ መቐለ
ሰራዊት ኦሮሞ ናይ ኦሮሞ ናፅነት ሰራዊት ሚግ ናይ ኢትዮጵያ ወቂዑ ኣውዲቑ ኣሎ ከም ትርእይዋ ዘለኹም እዚኣ እያ እታ ሚግ ነይራ እዚ ኩሉ ጃሃራ ናብ ትግራይ እሞ ግደፎ ብርግፅ ናብ ትግራይ ምምፃእ ከምዚ ካሊእ ተኣምር እንዲ ዝመስሎ ናይ ዝስዕሮ ዝነበረ ተስታይ ከስዕር ከሎ ሓደ ዝራቢዕ ነቲ ተስታይ ኣይሕድሮን በቃ ኣይትኹንኒ እዩ ዝብላ ነዛ ደንበ ወዲ ገባር ስለ ዝኾንኩ ብኡ ገይረ ከርድኣኩም ኢለ ሕዚ ናብ ትግራይ መጻኹ ዝብል ዘሎ ገዚኡ ኣመሓዲሩ ዘይፈልጥ ዋላ እንተገዝአ እውን ከምዚ ፕሮፌሰር መራራ ዝብሎ ገሊኡ ኣብ ቤተ መንግስቲ ወይ ዓርሱ እዩ ዘጥፍእ ወይ ሃገር እዩ ዘጥፍእ ከም ዝበሎ ኣነ ንእከለ ይምልከተ ይበልኩን ብዝኾነ ኮይኑ ከምኡ ዓይነት ኣካይዳ ንርኢ ኣለና ናብ ትግራይ ክመፅእ ከሎ እንተዘየጥፋእኹኹም ኢሉ ፀረ ትግራይ ክኸይድ ከሎ ኩሉ ግዜ ኢና ንርኢ እቲ ሕዝቡን ዝገብሮ ዘሎ ንስ እዩ ናብ ትግራይ ክመፅእ ከሎ ዘለዎኦ ኩለን ሒዙ ይመፅእ እሞ ወሰና ወሰን ትግራይ ከምዚ ናይ ኤግዚብሽን ማእኸለኡ ዘሎ እዚኤን ኣለዋኒ እንዳበለ እዩ ዘርኢ ከፈራርሕ ይምኩር ናብ ናይ ሰራዊት ኦሮሞ ትበርር ዝነበረት ኣብ መቂ ቦራ ኣብ መቂ ከባቢ ደብዳብ ክትፍፅም ትበርር ዝነበረት ግን ሰራዊት ኦሮሞ ጨርጊፍዋ ወሪዳ ከምዚ ትርእይዋ ዘለኹም ተሓምሽሽ ኣላ እዚ ትማሊ እዩ ተገይሩ ካብ ደብረ ዘይቲ እያ ካብ ብሽፍቱ ማለት እዩ እያ ተበጊሳ ደብረ ዘይቲ ኣየር ሓይልና ኢትዮጵያ ዋና ቤዙ ኣብ ደብረ ዘይቲ እዩ። ካብ ደብረ ዘይት ተበጊሳ ናብ መቂ ንክትወቅዕ ትኸይድ ዝነበረት ትበርር ዝነበረት እያ። ኦሮምያ ክወቕዑ ኣይኽእሉን። ንምንታይ መሲልኩም ለማ መን እዩ ይልማ መርዳሳ እውን ባዕሉ እቲ ናይ ኣየር ሓይሊ ሓላፊ ባዕሉ እውን ዝነግሮም እዩ ዝመስለኒ ኣውረድወን ተኣዚዙ እንድሕር ከይዱ ኣብዪ ኣሕመድ እዩ ከምኡ ክብል ዝኽእል ከጥፍኦም ዝደሊ እምበር ኣብ ውሽጢ ኣየር ሓይሊ እውን ሰብ ኣለዎም ይትረፍ ደንሶም ሕወሓት እውን ሰብ ኣለዋ ኦኬ ኦላ እውን ሰብ ኣለዎ ቲዲኤፍ እውን ሰብ ኣለዎ ፋኖ እውን ሰብ ኣለዎ ክድብድባ ከዳ ከለዋ ዝወርዳሉ ነዚ እዩ